ስመይ ክነግረኩም ኣገዳሲ ኣይኮነን፣ ናተይ ዝዕለኩም ዛንታ እውን የብለይን። ንሎሚ ግን ኣብ ሓደ ዓርከይ ዘጋጠመ ዛንታ እየ ክዕለኩም። ዓርከይ ንኹሉ ዝኽእል ጸዋር ስለ ዝኾነ ናይ ብርዒ ስሙ ጸዋር ንበሎ። ምዕላሉ ክጥዕመና እውን ንበዓልቲ ቤቱ ሓዳስ ንበላ። ጸዋር ዓርከይ ምስ በዓልቲ ቤታ ሓዳስ ኣብ ክልተ ሽሕን ትሽዓተን ኣብ ኣዲስ ኣበባ እዩ ነይሩ ለይልኦም። ኣብ ኣዲስ ኣበባ ሄይሎም ፍቕሪ ጀሚሮሞ ተመርዕዮም እውን ክልተ ቆልዑ ወልዱ። ምስ ግዜ ግን ናብራ ኣዲስ ኣበባ ስለ ዝኸበዶም ጸዋር ዓርከይ ብልብያ ጎይሩ ሳራን ባሕርን ሰጊሩ ኣብ ክልተ ሽሕን ዓሰርተ ሓሙሽተን እዩ ናብ ሽወደን ዝኣተወ። ኣብ ሽወደን እትው ምስ በሎ እውን ነታ ኣደ ደቁን ብዅሪ ፍቕሩ ዝዀነት ሓዳስ ተቐላጢፉ እዩ ናብ ሽወደን ዘእተዋ። እቲ ጸገም ጸዋር ዓርከይ እምበኣር ካብዚ እዩ ዝጅምር። ጸዋር ዓርከይ ሓላፍነታዊ፣ ኣብ ሓዳሩ ልዑል ክብሪ ዘለዎ ዓቢ ሰብ እዩ። ንበዓልቲ ቤቱ ሓዳስ ከሐጕስ ዘይገብሮ የብሉን። ትሕቲ ሰባ ከይትኸውን፣ ብቋንቋ ከይትሽገር፣ ክትመሃር ትምህርቲ ከም ትጅምር እዩ ገይርዋ። ወዮ በዓልቲ ቤቱ ሓዳስ ግን ኣብ ውሽጢ ሽዱሽተ ወርሒ ናይ ትምህርቲ ግዚኣ ብዙሕ ጠባይኣ ቀይራ። ጸዋር ዓርከይ ሓላፍነት ሓዳሩን ህይወት ስድራኣን ስድርኡን ተሰኪሙ ሰበይቱ ክትከብረሉ ትሕቲ ሰባ ከይትኸውን ክትመሃር ናጽነት ሂብዋ። ሰበይቱ ግን ሻዲና ፋልዮልያ ኮይና። ሓላፍነት ሓዳር ጠቕሊላ ካብ ርእሳ ኣውሪዳቶ። ጸዋር ዓርከይ ከኣ ህይወት ኤውሮጳ እዩ ጽቕጢ ገይርላ ዝኸውን ኢሉ ይሓስብ ስለ ዝነበረ ይዛረብ ኣይነበረን። እንተ ተዛሪብዎ ከኣ እቲ ነገር ክብእስ ስለ ዝኽእል ደቁ'ውን ራሕሪሓትሉ ክትከይድ ስለ እትኽእል ንኹሉ ጸይሩ'ዩ ዝጓዓዝ ዝነበረ። እንተ ጠባይ ሰበይቱ ግን ካብ መዓልቲ ናብ መዓልቲ እናበኣሰ ከይዱ። ኣብ ገዛእ ገዝኡ ድቃስ ከሊኣቶ። ካብኡ ሓሊፉ'ውን ጥንቁ ዘይተፈልጠ ምስ ዝፈትዎን የሕዋቱን ክትበኣስን ክትፈታተንን ጀሚራ። ሕጉስ ናብራ ጸዋር ዓርከይ ኣብ ሓጺር ግዜ ሃደሽደሽ ኢሉ ክፈርስ ተዓዚበ። እቲ ዝገርም ጸዋር ዓርከይ ምስ ይሕዋታን ስድራቤታን ኣዝዩ ጥቡቕ ርክብ እዩ ዘለዎ። ኣሕዋታ ኣብ ኣፍሪቃ ስለ ዝርከቡ ባዕሉ ወርሓዊ ገንዘብ እናሰደደ እዩ ዝኣልዮም። ንሳ ስለ ዘይትሰርሕ ሓዳር ገዝኡ ናይ ገዛ ክራይ ይኹን ናይ ካልእ ዋኒናት ባዕሉ እዩ ዝዓጽዎ። ለይትን ቀትርን ጽቡቕ ስራሕ ስለ ዝሰርሕ ኣብ ቁጠባ ጸገም ዝበሃል ከም ዘይብሉ ዋላ ኣነ እውን ክምስክር ይኽእል እየ። ካልእ ባህርያቱ'ውን ኣዝዩ ምስጉንን ምዕሩግን ሰብኣይ እዩ። መስተ ይሰቲ፣ ኣየማሲ፣ እቲ ናይ ዕረፍቲ ግዜኡ'ውን ንሳዳ ቅሳነት ኣይትህቦን እያ እምበር ምስ ሰበይቱን ምስቶም ምጭዋት ደቁን እዩ ዘሕልፎ። እቲ ዘባእሶምን ንጎሆ ንጎሆ ዘጨቓጭቖምን ዘሎ ምኽንያት ዋላ ጸዋር ዓርከይ ኣይፈልጦን እዩ። ተባኢሶም ናብ ገዛ እንተኸድና ሓዳስ ዘቕርቦ ምኽንያት ኩሉ ንሓዳር ዝፈታትን ኣይኮነን። ክፋታሕ ደልየ እያ ትብል ግን ከኣ ኣይትውስንን እቲ ዘገረመንን ከም ዓርኩ ውን ክሓርቅ ዝገበረኒ ጸዋር ዓርከይ ካብ ክልተ ሽሕን ዓሰርተ ትሽዓተን ክሳብ ሕጂ ብሓባር ደቂሶም ከም ዘይፈልጡ እዩ ነጊርኒ ኣነ ባዕለይ ውን ኣብ ሳሎን ኩርም ኢሉ በይኑ ክድቅስ ብዓይነይ ሪኦ እየ ሓዳስ ከኣ ደቁ ሓቂፋ ኣብ ዓራት እያ ትድቅስ እቶም ቆልዑ ኣብ መደቀሲኦም ዘይተደቅሱ እዮም እንተኢልዋ ከኣ ንሳ ንባዕላ ምስኦም ከይዳ እያ ትድቅስ ምስኡ ፍጹም ክትድቅስ ኣይትደልን ጸዋር ዓርከይ ንበይኑ ምድቃስ ለሚድዎ ናተይ ኢሉ ተተሓሒዝዎ እዩ ሕጂ'ማ ከኣ ሕሉፍ ሓሊፍዋ ወላ እቲ ምዝራብ ገዲፋቶ። ንሱ ውን ዘረባ ተልዒላ ናብ ነገር ስለ ዝኸይድ ምስኣ ምዝራብ ገዲፍዎ እዩ። ኣብ ወርሒ ክልተ ዘረባ እዮም ዝዛረቡ። ንሳተን ከኣ ንሳ ንየሕዋታ ገንዘብ ስደደሎም ክትብሎን ንሱ ከኣ ሰዲደሎም ኣለኹ ተቐቢሎም ኣለዉ ክብሉ ጥራሕ እዮም ዝዘራረቡ። ኣነ ከኣ ከም ዓርኩ መጠን እሞ ንስድርኣ ወይ ንየሕዋታ እንተኽረዩ ኢላስ ዘይትነግሮም ብምባል ተዛሪበዮ እየ። ንሱ ግን በዓልና ኢና ተረኺብና ጉዳይና ከኣ በዓልና ኢና ንውድኦ እንታይ ዝገበሩ ስድራ እዮም ብጸገማትና ዝሳቐዩ። ንሕና ንሰብ ንምዐድ እምበር ንሕና ብሰብ ክንመዓድ ኣይጽበቐልናን እዩ፣ መዓስ ቆልዑት ኮይና ብምባል እዩ መሊስለይ። እሞ ፈቲሕካ እንዶ ፋንዋ እውን ኢለዮ እየ። ንሱ ግን ኣብ ሓዳር ተጻዊርካን ተኸኣኢልካን ዝብል ተሪር መርገጺ እዩ ዘለዎ። እቲ ዝገርም ጸዋር ዓርከይ ንሳ ትቑስቁሶ ንሱ ግን ይሓልየላ ምዃኑ እዩ። ካባይ ተፈልያ ሰበይቲ ኸውንያ ምስ ሰባት ዘረዳድእ ባህርያት የብላን እዩ ዝብል። ሓቁ'ዩ ንሓዳስ ጸዋር ዓርከይ ጥራይ'ዩ ክጸራ ዝኽእል። ካብ ጸዋር ዓርከይ እንተተፈልያ ነብሳ ጥራይ ዘይኮነ ስድርኣን የሕዋታን ውን ክጓሓፉ'ዮም። ከም ጸዋር ዓርከይ ጠባይ ሓዳስ ጸይሩ ዝኣልዮም ሰብኣይ ዝርከብ ኣይመስለንን። ሕጂ'ሞ ከኣ ጠባያ ጥርዙ በጺሑ ነገራት ልዕሊ ዓቕሙ እናኾኑ ይኸዱ ኣለዉ። ኣብ ቅድሜና ተዋርዶ፣ ከየፍቀደቶ ናብ ድላያ ትገይሽ፣ ንደቆም ውን ኣይትኣልዮምን። ቆልዑ ገዲፍኪ ናበይ ኢኺ ትኸዲ እንተኢልዋ ባዕሎም ይፍለጡ ክንዲ ሰብ ኮይኖም እዮም ብምባል እያ ትምልሰሉ። እሞ ወላ ክንዲ ሰብ ይእኸሉ ናብ ከምዚ ቦታ ይኸይድ ኣለኹ ኢልኪ ዘይትነግርኒ እውን ይብላ እዩ። ንሳ ከኣ ገጻ ጸዊጋ ንመን ከፍቅደካ ንዓኻ ከፍቅደካ ደሊኻ እያ ትብሎ። እዚ ኣብ ልዕሊኡ ዘለዋ ንዕቀት ጥርዚ ከም ዝበጽሐ እዩ ዘርኢ። ንሱ ግን ሕጂ እውን ክጸወራ እዩ ዝፍትን ዘሎ። ሕማቕ ከም ዘሎ ነገራት ተሪሮሞ ከም ዘለዉ ግን ኣብ ገጹ ይንበብ ኣሎ። ዛንታ ጸዋር ዓርከይ ነዚ ይመስል። ንሳ ንኣፋ'ያ ክፋታሕ ደልየ ትብል እምበር ካብ ጸዋር ዓርከይ ተፈልያ ከም ዘይጥዕማ ትፈልጥ'ያ። ንሱ ከኣ ጸይርዋ ይኸይድ ኣሎ። ንስኹምከ እንታይ ትብሉ? ንሓዳር ክንድዚ መስዋእቲ የድልዮ ድዩ? ጸዋር ዓርከይከ እናተሳቐየ ንኹሉ ጸይሩ ብምኻዱ ጽቡቕ ኣሎዶ ትብሉ? ዓርኪ ጸዋር'የ ካብ ሽወደን። ሰላምታ ይርሳዕኩን ክቡራት ቤተሰብ መሆሳር ንሎሚ ዝተዳለወ ቪድዮ ነዚ ይመስል ነይሩ ሓውና ዛንታ ዓርክኻ ነፃ ኹንካ ስለ ዘካፈልካና ብስመይን ብስም ቤተሰብ መሆሳር ካብ ልቢ የመስግን ምሳኹም ፀናሕኩ ሓሜ እየ ክሳብ መወዳእታ ቪድዮ ምሳይ ሓቢርኩም ብምፅናሕኩም ካብ ልቢ የመስግን ክሳብ ብካሊእ ቪድዮ ዝምለሰኩም ሰላም